ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሎማዓንቲ ከዓ ብካልእ ቪድዮ መፅኩም ኣለኹ ከምዚ ዓይነት ቪድዮ ሰሪሐ ይፈልጥ እኒ እዛ ሕጂ ዝሰርሓ ዘለኹ ቪድዮ ቆሪፅኩም ቆራሪፅኩም ድዩ ብምልእታ ንማህደርና ኢንተርቴይመንት ከም ትበፅሕ ክትገብሩለይ ብመጀመርያ ይላበወኩም ቀፂለ እቲ ቀንዲ ክዛረበሉ ደልዮ ዘለኹ ኣርእስቲ ብዛዕባ እዚ ኤሪትሪያን ጎታልን ተባሂሉ ዝዳሎ ዘሎ ፕሮግራም እዩ ወይ ሾው እዩ እዚ ፕሮግራም እዚ ኣብ ማህደርና ኢንተርተይመንት እዩ ኣብ ዩቲዩብ ኣለኩም ክትሪእዎ ትኽእሉ ኢኹም ብጣዕሚ ኣዝዮም ንኣሽቱ ቆልዑት ዝወዳደሩሉ ዘለዉ ኣዝዮም ንፉዓት ዝመፅሉ ዘለዉ ፕሮግራም እዩ እቲ ፕሮግራም ስለ ዝተዳለወሎም እቲ ዕድል ስለ ዝረኸቡ በዚ ክነመስግነኩም ኢና ኩሉ ሕማቕ እዩ ማለት ኣይኮነን ኩሉ ከኣ ጽቡቅ እዩ ማለት ኣይኮነን እቲ ፕሮግራም ስለዚ እቲ ጽቡቅ ገዲፍና ናብቲ ይጎድሎ እዩ እንብሎ ብዛዕብኡ እየ ክዛረብ መጽየ ዘለኹ ንሱ ከኣ ብዛዕባ ድያኑ እዩ ኣነ ብዛዕባ ድያኑ ናይ ውልቀይ ናተይ ጥራይ ዘይኮነ ናይቲ ኣብቲ ቪድዮታት ዘሎ ሰብ ረኣይዎት ኮመንት ተጻሒፍልኩም ዘሎ እዚኣ ለብዋ ንማህደር ናይ ኢንተርተይመንት እያ ረኣይዎ ኣነ ኣጋጣሚ ሕጂ እውን ክሪኣ ፀኒሐ እዛ ናይ መወዳእታ ቪድዮ ጥራይሲ ልዕሊ ኣርባዕተ ሚእቲ ዝኸውን ተፃሒፍልኩም ኣሎ ገለ ገሊኡ ካብኡ ካብቲ ተፃሓፈልኩም ኮመንት ንስኹም ሪኢኹም ወዲኹም ኣይረኣኹሞን እቲ ካልእ ሰብ ነዛ ቪድዮ ዝርኢ ከዓ ክሪኣ ማለት እዩ ብዛዕባ እቶም ድያኑ ዝፀሓፍ ዘሎ ኮመንት እዩ ኣቶም ድያኑ በጃኹም ባ ምቕልል በሉ ብፍላይ እዮባ ናይ ታዕሊም ኣይትግበሮ እዚ እቲ ቀዳማይ ብዙሕ እዩ ተጻሒፉ ዘሎ ካብቲ ብዙሕ ውሑድ እየ ዘንብበልኩም ዘለኹ ዳያኑ ሪስፔክት ይጎድለኩም ኣሎ ማለት ይሕመቁ ይንፍዑ ሞራል ጌርኩም ከተፋንዎም ኣለኩም ብዝተረፈ ጸጽቡቁ ኢሉ ኣሎ ቀጺሉ ክብረት ኣብ ልዕሊ ተወዳደርቲ ዜሮ። መጀመርያ ጽቡቅ ስራሕ ግን ንተወዳደርቲ ብሓደ ዓይኒ ረኣይዎም ነቶም ክልተ ብዘይ ሪኢቶ ኣፋኒኩሞም ብዝተረፈ ኣብ ቀጻሊ እዚኣ እዚ ኮመንት ካብ ሓንቲ ቪድዮ የምጽኤዮ ካብ ዕስራን ሓደን እዛ ናይ መወዳእታ ኣትያ ደላ ቪድዮ ካብኡ የምጽኤዮ ብዙሕ እዩ ዘሎ ብዚ ገሊኡ ይነጥርዮ ደለኹ ጸርፊ እውን ስለ ዘለዎ እዚ ኩሉ ኮመንት ዝጸሓፍ ኣየንብቡን ድዮም ኮይኖም ክንደይ ግዜ እኳ ጽሒፍናሎም መሰልቸዋት ዝኾኑ ደያኑ እዝን ካልእን ብጣዕሚ ብዙሕ እዩ ዘሎ ሕጂ ከምዚ ዓይነት ኮመንትታት ክጸሓፍ ክበዝሕ እንከሎ ናይ ህዝቢ ርእይቶ እዩ ናብ ህዝቢ እንዲኹም ተውርድዎ ዘለኹም ቪድዮ ህዝቢ ይርኣዮ ኢልኩም ናይ ህዝቢ ርእይቶ እዩ ኣብዚ ዝጸሓፈልኩም ዘሎ ኮመንት ስለዚ ገለ ነገር ክትገብሩ ኣለኩም ኣነ ሓደ ነገር ተረዲእኒ ደሎ ቀዳማይ ዙርያ ቀዲሕኹም ወዲእኹም ኤዲት እንዳገበርኩም ጥራይ ኢኹም ትእትዎ ደለኹም መስለኒ ንዓይ ዝተረዳእኒ እዩ ብዝኾነ ይኹን ግን እዞም ደያኑ እዚኦም ኣብ ልዕሊ እቶም ዘይረኣኹሞ ክትርእይዎ ዕድመኩም እንታይ ይዛረብ ከም ዘለኹ ክርዳእኩም ማለት እዩ እቶም ደያኑ ግን ነዚ ቦታ እዚ ዝበቕዑ ይኮኑ። በብውልቆም ነናቶም ክእለት ነናቶም ሞያ ክህልዎም ይኽእል እዩ ብዛዕባ ካልእ ሞያ ማለት እዩ። ብዛዕባ ኣብዛ ሾው እዚኣ ዘላ ስርሖም ግን ዳኛ ኮይኖም ክፈርዱ ኣይክእሉን እዮም። ምክንያቱ ብስምዒቶም እዮም ዝጓዓዙ። ብስምዒቶም ብስምዒቶም ክብል እንከለኹ ብናይ ካልእ ሰብ ስምዒት ክኸዱ ይክእሉ እዮም ግን እቲ ውልቃዊ ስምዒትካ ኣብ ከምዚ ዓይነት ጉዳይ ኣብ ገዛኻ ተበሳጪኻ መጺኻ ኣብ ልዕሊ እዞም ቆልዑት ጸርጸር እንዳበልካ ክትፈርድ ትኽክል ኣይኮነን። ወይ ኣብ ካልእ ቦታ ዝኾነ ዝጎደለኩም ነገር ተጨኒቅኩም መጺኹም ኣብኦም ክተራግፉሎም ትኽክል ኣይኮነን። እንድሕር ተጋጊኦም እዞም ቆልዑት እዚኣቶም እዝን እዝን እዝን ዓቕሚ ኣለኒ ኢሎም እዮም ዝመጽኹም ዘለዉ። እስኪ ርኣዩለይ ቼክ ግበሩኒ እንታይ ይጎድለኒ እንታይ ከ ትክክል ኣለኩ ኢሎም እዮም ዝመጽኹም ዘለዉ እስኻትኩም ከኣ ኣብታ ናይ ዳኝነት ቦታ ኮፍ ኢልኩም ደለኹም ንሕና ብቅዓት ኣለና ንክእል ኢና ክንዳንየካ ንክእል ኢና እዝን እዝን ጉድለት ኣለካ ኢልና ክነረድኣካ ንክእል ኢና ኢልኩም ኢኹም ኮፍ ኢልኩም ደለኹም ኣብኡ ስለዚ ኣብታ ኮፍ ኢልኩምላ ደለኹም መንበር ክተኽብርዋ ክትክእሉ ኣለኩም ዘሕርቅ ዋላ ሓንቲ የብልኩምን ጽቡቅ ኣይሰርሐን እቲ ሰብ ኣረድእዎ ደራፋይ ክኾን ኣይክእልን እዩ ኣረድእዎ እዚ ዘለካ ዓቕሚሲ ንደርፊ ዝኸውን ኣይኮነን። ግን ከምዝን ከምዝን ከምዝን ዓይነት ልምምድ እንተወሲድካ ከምዚ ዓይነት ትምህርቲ እንተወሲድካ ክትከውን ትኽእሎ ኣለካ። ጠቕሊሉ ደይከውን ተኾይኑ ኻኣ በዚ ዘለካ ኻኣ ሽሙ ደራፋይ ክትከውን ኣይትኽእልን ኢኻ። ግን ካልእ ነገር ክትሰርሕ ፈትን። ኣብ ናይ ስነ ጥበብ እንድሕር ድሌት ተሃልዩካ ምናልባት ተዋሳኢ ናይ ምዃን ወይ ኮሜድያን ናይ ምዃን ካልእ ዓይነት ታእ ሽሙ ናይ ምዃን ተስፋ ከም ዘለዎ ጌርኩም ሚእቲ ካብ ሚእቲ ተስፋ ዘይኮነስ ካልእ ነገር ከናዲ ከም ዘለዎ ጌርኩም ክተርፍ ከሎ እኮ በቃ ርእይቶ ይትህቡ ገለ ይትህቡ ኣንፀርፂርኩም ጥራይ ኢኹም ትሰጉዎም ንኩልኹም ሪኦኩም እየ ኣነ ዕስራን ሓደን ቪድዮ ሪአ እየ ኣብቲ መጀመርያ እስኪ ደሓን መጀመርያ እዩ ይመሓየሹ እዮም ከምዚ እንዳበልካ ትሓልፍ ኢኻ ግን ዕስራን ሓደን ቪድዮ ተመሳሳሊ ሓደ ዓይነት ዋላ ሓንቲ ለውጢ ትገብሩን ኢኹም ስለዚ ሰብ ካብ ጌግኡ እንዳተማሃረ እንዳመሓየሸ እዩ ክከይድ ዝግብኦ እንተወሓደ ካብ ዓሰርተ ንደሓር ዘሎ ቪድዮ ሲ ከተመሓይሹ ገለ ነገር ለውጢ ክትገብሩ እዩ ዝግብኣኩም ሕጂ እውን ካልኣይ ዙርያ ምምፅኡ ኣይተርፎን እዩ ቀዳማይ ዙርያ እንድሕር ቀዲሕኹም ወዲእኹም ካልኣይ ዙርያ ካልኣይ ዙርያሲ ክመፅ ከሎ እዞም ማህደርና ኢንተርተይመንት እስኹም ኢኹም መዊልኩሞ ክትኮኑ ትኽእሉ እስኹም ተዳልዎ ስለ ዘለኹም እስኹም እንድሕር መዊልኩሞ ተኮይንኩም ኣብ ካልኣይ ዙርያ ካልኦት ደያኑ ነቲ ቦታ ዝበቕዑ ክትገብሩ ይላበወኩም ንእግረ መንገደይ በዚ ምክንያቱ ናይዞም ቆልዑ ናይ መፃኢ ኣብቲ ቦታ እቲ መፂኦም ዝወዳደሩ ደለዎ ቆልዑ ናይ መፃኢ እዮም እዮም ዝወዳደሩ ደለዎ ናይ ሕጂ ይኮኑን ናይታ ኣብታ ቦታ ኮፍ ኢልካ ኪድ እስኻ ኣይትኽእልን ኢኻ እስኻ ከምዚ ኢኻ ንገሊኦም ብሓይሊ ትሕልፍዎም ብሓይሊ ደጊፍኩም ደጋጊፍኩም ዋላ ሓንቲ ታለንት ደይብሎም ድምፃውያን ክኾኑ ዘይግብኦም ደጊፍኩም ደጋጊፍኩም እሶም ባዕሎም ወዲቀ እንዳበልኹም ደጊፍኩም ደጋጊፍኩም ተሕልፍዎም ንገሊኦም ከኣ ታለንት ዘለዎም በቃ ዋላ ሓንቲ ነገር ከም ዘይሰርሑ ዓቕሚ ከም ዘይብሎም ብሓደ ግዜ ጉሕፍ ተብሎም ንክዛረቡ ከማን ዕድል ኣይትህብዎም ኒኹም ሓንቲ ግዜ ኣድግሙኒ በጃኹም ከምዚኣ እያ ጎዲላትኒ ይርድኦም እቶም ሰባት እንታይ ከም ዝጎደሎም እቶም ተፈተንቲ ማለት እዩ ንኩሉ ሰብ ከምኡ ዓይነት ዕድል ክትህቡ ኣይትኽእሉ እንትኾኑ ግን እቲ እንተኣሽሙኹም ትኽክል ኣይኮነን እቲ ሚዛንኩም ትክክል ኣይኮነን ንገሊኡ ባዕልኩም ብሓይሊ ኣብ ካልኣይ ዙርያ ተንሪኦ እኮ ደጋጊፍኩም ደጋጊፍኩም ተሕልፎ ኣብ ካልኣይ ዙርያ ክመፅእ ከማን ዘይደሊ ይኸውን እቲ ሰብ ኣርባዕቲኹም ማለት ተሓደ ካብ ተሓደ ኣመዛዝን ኣወዳድር ተዝበሃል ክልቲኦም ኤልሳን ቺነዝን ቁሩብ ትሕሹ ቁሩብ ትሕሹ ብዛዕባ እቶም ክልተ ቀሲልና ክንመፅእ ኢና ዋላ ንስኻትኩም እውን ኣብ ናይ ስምዒትኩም ምቁፅፃር ይጎድለኩም እዩ። ንባዕልኹም ስምዒትኩም ኣይትቆፃፀሩን ኢኹም። ክትዛረቡ እንከለኹም ብፍላይ ከምዚ ሕምቕ ድበለ ሰብ ተመፅዩ ተንፀርፅሩሉ ኢኹም ትድህልዎ ኢኹም ገና ሕጂ እቲ ናይ ትማሊ ክልተ ወዳት ዝደርፉ ዝነበሩ ኣብዛ ቪድዮ ኣትኹም ራእይዎ እዮብ እዩ ተዛሪብዎም መጀመርያ ሓንሳብ ጠጠው ኣብሉ ኢሉ ሓውሲ ቆየቛይ ገይሩሉ እዞም ቆልዑት ድህል ኢሎም ከመይ ኢሉ ክደርፍ ተወዲ ብድሕሪኡ በየናይ ዓቕሙ ክደርፍ በየናይ ዓቕሙ ክደርፍ ዕፁ ልኩት እዩ ክደርፍ እንዳኸኣለ በቃ ልኩት ኣቢልኩሞ ከመይ ኢሉ ይድረፍ ኣርባዕት ቺነዝ ጀሚሩሎም ተተሓሒዞም ኣርባዕት እዮም ድያኑ ከዓኒ ኤክስ ገይሮምሎም እታ ቀዳመይቲ ኤክስ ምስ ዝተገበሩ እዩ ይቕሬታ ችነዝዲ ኤልሳ እያ ቀዲማ እታ ሹም ጌራ ካብ ክልቲኦም ሓደ እዮም ኤክስ ምስ ገበሩሉ ከዓ መሊሱ ደንበርበር ይብል እቲ ቆልዓ ንኣሽቱ እዮም ብከምዚ ዓይነት ዋላ ከምዚ ዓይነት ዓበይቲ ኤክሳት ክሪኡ ዘይግብኦም ቀስ ጌርኩም ህድእ ኢልኩም ክተረድእዎም ዝግብኦም ቆልዑት በቃ ታንታ ሽሙ ኣብ ኣቐሪባትልኩም ራን ምባል ጥራይ እዚ ዓበይቲ ዓበይቲ ጉድለታትኩም እየ ዝነግረኩም ዘለኹ እቲ ንኣሽቱ ኩሉ ፅሒፍካ ተዝዳሎ ናይ ሙሉ መዓልቲ ስራሕ እዩ ዝኸውን ብዝኾነ ግን ካብቶም ኣርባዕተ ድያኑ እስኹም ክልቴኹም ትሕሹ ናብቶም ክልተ ከዓ ክሰግር እዩ ኣብቲ ኮመንት እውን ከምቲ ዝበለኹ እዩ ሓሊፍካ ኣለኻን ተሪፍካ ኣለኻን ሓደ ዓይነት እዩ ትገፁ ሓሊፍካ ኣለኻ እንዳበለካ እቶም ሰባት እ እዮም ድብሉ እቶም ክወዳደሩ ድመፁ ገፅ ይርኦም እ እዮም ድብሉ ክልተ ወይ ሰለስተ ግዜ ተዘይደጊሙሎም ኣይርድኦም ኣይከዱን እዮም እንታይ ኣለዎ ሓሊፍኩም ኣለኹም ንምባል ሲ ክተረድኦም ከለኻ ቁሩብ ገፅካ ፍትሕ እንተበልካ እዮም ኣነ እውን ልክዕ ከምኡ ኮይኑ ኣለኹ ሕጂ ክዛረብ ከለኹ ስምዒታዊ ኮይኑ እየ መስለኒ ቁሩብ ፍትሕ እንተበልካ ፍሽኽ እንተበልካስ እንታይ ጎድለካ ብዝኮነ ኣብዚ ናይ መጀመርያ ዙርያ ኣብ ኩሉ ቅድሜኹም ሽንግርዋ ነይሩ እንድዩ ኣብ ሽንግርዋ ብዙሕ ጌጋታት ነይሩ ኣይነበረን ኣይኮንና ንብል ዘለና ግን ብዓሰርተ ኢድ ሽንግርዋ በልፅ ብዓሰርተ ኢድ ንስኹም ብድሕሪኦም ኢኹም ትመፁ ዘለኹም ኣመሓይሽኩም ክትመፁ ካብኦም ተማሂርኩም ዝበለፅኩም ኮይንኩም ክትመፁ እዩ ዝግባኣኩም ነቶም ቆልዑት ከመይ ጌርኩም ትኣልይዎም እንታይ ትብልዎም ካብኦም ሲ ክትማሃሩ ኔርኩም ነዊሕ ዓመት እዩ ሽንግርዋ ተኸይዱ የማነ ኪዳነ ኣየንፀርፅርን ማለት ኣይኮነን የንፀርፅር ነይሩ ዩኤል የንፀርፅር ነይሩ ኩሎም ነናቶም ዝኾነ ባህርያት ነይርዎም ግን ብፍላይ ብዕድመ ንእስ ዝበለ ቆልዓ ክመፅእ ከሎ ከመይ ገይሮም ከም ዘውፅዎ ይፈልጡ እዮም ፍርዲ ኣይህብዎን እዮም እንድሕር እቲ ኣሽሙ ተኮይኑ ንእሽተይ ኢካ ተማሃር ገለ ኣረዲኦም እዮም ዝውጽዎ ተሪፍካ ኣለካ ከማን ኣይብልዎን እዮም ነይሩ ኣብዚ ናትኩም ተሪፍካ ኣለካ ንምባል ብጣዕሚ ኢኹም ትቀዳደሙ ከማን ብጣዕሚ ብፍላይ እየሩስ ካልእ ዓቕሚ ስለ ዘይብላ ናይ ዳኝነት ቦታ ሓኒቆም ዘቐመጥዎ እያ ትመስል ኣነ ክትኣቱ ከላ ጌራቶ ዝኣተወት ስረ ክትወፅእ ከላ ዝገፍሓ እዩ ድመስለኒ ምክንያቱ ተጨኒቃ እያ ኮፍ ትብላው ምኽንያቱ ኣብቲ ቦታ እቲ ተጨኒቓ እያ ክእለት የብላን ተጨኒቓ እያ ኮፍ ትብል መስለኒ ካብ ማራ ጭንቀት ዓቢራ ትወፅእ እዩ መስለኒ ምክንያቱ ኣይትኽእልን እያ ዋላ ሓንቲ ንምንታይ ኣማኡ ኮፍ ኣቢሎማ ይፈልጥን እዩ ነናትኩም ዝኾነ ርእቶ እውን የብልኩምን ነናትኩም ዝኾነ ሪኢቶ የብልኩምን ከምዚ ብጉሩብ ብጉሩብ ኮንኩም ትሰርሑ ዘለኹም ኢኹም ትመስሉ እዮብን የሩስን ሓደ ጉሩብ ቺነዝን ኤልሳን ከዓ ሓደ ጉሩብ ኢኹም ትመስሉ ክትማኸሩ ከለኹም ክልቲኹም ጥራይ እሶም ከዓ ከም እዮብን መንሽም እኮ እዮብ ይእዝዛ ጥራይ እዩ እምበር ዝማኸሩ ኣይመስለንን እዩ ምክንያቱ ኣብ ሓንቲ ቪድዮ ክትሪእዎ ትክእሉ ኢኩም ምልስ ኢልኩም ኣብ ዓሰርተ ሸውዓተ ድያ ገለላ እሱ ነታ ቀያሕ ኤክስ ሃብዮ ምስ በላ ኤክስ ሂባቶ ኣብ ኩለን ዘን ኤክስ ዝወሃባ ከዓ ዳርጋ ድበዝሓ መወዳእታ እያ ትህብሳ ምክንያቱ ናቶም ድያ እያ ትህብ ኢየሩስ ኣብቲ ቦታ እቲ እንታይ ትገብር ከም ዘላ ንባዕሉ ትፈልጥ ኣይመስለኒ ንባዕላ ኣነ ንባዕለይ የደናግረኒ እንድዩ ብዛዕባ የሩስ ክዛረብ ከለኹ የሩስ ትፈልጥዋ ትኾኑ ኢኹም ኩላትኩም ኣብ ቴረስ እንዳ ሳዕስዐት ኢና ንፈልጣ ኩላትና ቲቪ ኤረ ይፈልጥ የለን ኢለ ኣብኡ ትስዕስዕ ነይራ ካልእ ሞያ እውን ብፊልምታት ትሰርሕ ኣላ ብዙሕ ተኣሽሙ ኣሎ ኣብ ካልእ ካልእ ኣይኮናን ንዘራረብ ዘለና ሕጂ ኣብ ካልእ ካልእ ንፍዕቲ ክትከውን ትኽእል ሕማቕ ክትከውን ትኽእል ንዓዓ ይምልከት ኣብዚ ናይ ዳኛ ቦታ ግን ኣይክእልን እየ ኣነስ ክዳን ስክሪፕት ሕጂ እዚኣ ብቐጥታ ን የሩስ እየ ዝዛረብ ዘለኹ ስክሪፕት ተዋሂብኪ ዝኾነ ስክሪፕት ተዋሂብኪ ሲ ኩሉ ዓይነት ስክሪፕት ዲኺ ትቕበሊ ማለት ንኣብነት ሕጂ ኣብ ዓራት ኮይኑ ታሽሙ ድኸውን ክሊፕ ተመፂኪ ሓራይ ኢልኪ ትቕበሊ ነውሪ ኢልኪ ትገድፍዮ ኢኺ ኣዚ ኣይሰርሖን እየ ኢልኪ ትመልስዮ ክምሽ እዚ ናይ ዳኝነት ቦታ ከኣ ኣይቦታይን እዩ ኣነ ክዳኒ ኣይክእልን እየ ኢልኪ ገዛኺ ኣርኒብኪ ኮፍ ክትብሊ ትኽእል ኔርኪ ኢኺ ወይ ካልእ ስራሕኺ ምስ ሰራሕኺ ምክንያቱ ኣብኣ ኮፍ ኢልኪ ናይቶም ቆልዑት ናይ መጻኢኦም እንታይ ሽሙ ኢኺ ተጸልምትሎም ዘለኺ ኤክስ ንምሃብ ቀዳመይቲ ኢኺ ካልእኺ ዋላ ሓንቲ ታሽሙ የብልክን ኣብኡ ኣይ ኤልሲ እንታይ ትብሊ ቺነዝ ታይ ትውስኸሉ እዮብ ከ እንታይ ትብል በቃ ሓሊፍካ ኣለኻ ሓሊፍካ ኣለኻ ተይሎም ተሪፍካ ኣለኻ ተይሎም ተሪፍካ ኣለኻ እዚኣ ንምባል ዳ እንታይ ኣርባዕተ ኣድሊኩም ሰለስተ እኹላት ኢኹም ናትኪ ዝኾነ ንዝኾነ ሰብ ርእቶ ይሃብክን ኣብዚኣ ናይ መወዳእታ ቪድዮ እንደ ቀንዲ ዝዛረብ ዘለኹ ኣብዚኣ ድያ ኣብታ ናይ ቅድሚኣ ዝነበረት ሓደ ናይ ኣእምሮ ጸገም ዘለዎ ዝሰርሐ ወዲ ናይ ኣእምሮ ጸገም ዘለዎ ካራክተር ዝሰርሐ ወዲ እንታይ ኢላቶ ክትዓፍር ነይርካ ዋ ኩሉ ናይ ኣእምሮ ጸገም ዘለዎ ድዩ ድዓፍር ኣብኣ እኳ ኤልሳ ድያ ገለ ተቃዊማታ ነይራ ዋላ ሓንቲ ነገር እንታይ እያ ትገብር ደላ እውን ባዕሉ ሲ ኣይርድኣንን ግን ሓንቲ ነገር ድርድኣንን እንተሎ ንዓ ዘይርድኣ ነገር ናይ መወዳእታ ደፋር እያ ናይ መወዳእታ ደፋር እያ ድፍረት ጥራይ ደለዋ ምክንያቱ ኣብቲ ዙሪኣ ዝነበሩ ሰባት ተትሪእዎም ኤፍሬም ካሕሳይ ወዲ ኳዳ ኣብኡ ኣለዉ ፍሒራ ርእዮ ኣለኹ ብዙሓት ኣለዉ ናይ ሽንግሯ ዳኛ ዝነበረ ኣብኡ ኣሎ ብዙሓት ኣለዉ ብድሕሪያ እሶም ከማን ከሰንብድዋ ነይሩ ኣብ ቅድሚ እዚኦም ከመይ ኢለ ይዳኒ ትብል ኢኻ ሓደ ሓደ ግዜስ ዝኸብደካ ሰብ ኣሎ እዚኣ ጠቅላላ ዋላ ሓንቲ ኣይከበድዋን ኣንስ ወርግ ሓደ ሓደ ድፍረት እዚ ድፍረት መልክዕ ተዝህልዎ ቅርጺ ተዝህልዎ እንታይ ይመስል ንዓ ንዮርዳን ነዛ ዮርሳሌም እዩ ድመስል ብዝኾነ ንማደርና ኢንተርቴይመንት ኣብጽሑሊ ብውልቃ ግን ዋላ ሓንቲ ጣሽሙ የብለይ ኣብዛ ትሰርሓ ደላ ናይ ዳኝነት ግን ናይዞም ቆልዑት ሂወት ተበላሹ ስለ ዘላ መጻኢኦም እያ ትሰብረሎም ዘላ ኣይትኽእልን ኢኻ ቃላት ቃላት እዩ ንሰብ ዝፅግንን ዝሰብርን ኣይትኽእልን ኢኻ ተባሂሎም ዝቕበሉ ሰባት ኣለዉ በቃ ኣይክእልን እየ ማለት ኢሎም ዝኸዱ ኣይትኽእልን ኢኻ ተባሂሎም ከዓኒ ዘይቅበሉ ኣለዉ ኣይ እዚኦም ኢሎምን ኢለ ኣይገድፍን ኢሎም ውሽጦም ሰሚዖም ኣብ ዝለዓለ ደረጃ ዝበፅሑ ኣለዉ ንኣብነት መልሽሙ ክተርፍ ከሉ ብዙሕ ተዛሪቦም ነይሩ ተኸራኺርዎም ነይሩ ንዳኛ ኤሳው ሕጂ ከመይ ዝበለ ደራፋይ ኮይኑ ኣሎ ፍረሰላም ብጉድለት ዲሲፕሊን ኢሎም ሰጒጎሞ ነይሮም ሕጂ ኣበይ ደረጃ በፂሑ ኣሎ ንሪኦ ኣለና። ከምዚ ዓይነት ነቲ ናይ ዳኝነት ታሽሙ ሰብ እንታይ ይብል ደይኮነስ ውሽጦም ሰሚዖም ክምለሱ ዝኽእሉ ሰባት ብሓይሊ ፈንፂጎም ክኸዱ ዝኽእሉ ሰባት ኣብ ዙሪኦም ዘለዉ ሰባት ደጊፎሞ ኣብ ዝለዓለ ደረጃ ክበፅሑ ዝኽእሉ ሰባት ብዙሓት እዮም። በታ ዝተዛረብኩምዎም ከዓ ንዓኹም ተቐቢሎም ሞራሎም ሴሮም ጠቕሊሎም ናብ ካልእ ዘይናቶም ተኣሽሙ ዝኸዱ ብዙሓት እዮም። ስለዚ ነቶም ትዳንይዎም ደለኹም ቆልዓ ቆልዑት እዮም መጀመርያ እቶም ትዳንይዎም ደለኹም ንኣሽቱ እዮም። ቀስ ጌርኩም ኣረድእዎም። ዋላ ኣይትኽእልን ኢኻ ክትብልዎም ከለኹም ተሪፍካ ኣለኻ ክትብልዎም ከለኹምሲ ህድእ በሉ። ህድእ ኢልኩም ኣረድእዎም። ንእሽተይ ክብሪ ይሃለኹም ነቶም ቆልዑት። እቲ ዘለኹምዎ ቦታ መንበሪ ዋላ ሓንቲ ወሪድኩም ገዛኹም ክትከዱ እዮም። ንዓታቶም ግን እቲ እትህብዎም ቃላት ኣብ ኣእምሮኦም ሒዞም እዮም ዝኸዱ። ክድቅሱን ክትስኡን ከለዉ ይሰምዕዎ እዮም ነቲ ድምጾም። ስለዚ ነቲ ትሰርሕዎ ዘለኹም ክብሪ ሃልኹም ነቶም ቆልዑት ከኣ ክብሪ ሃልኹም። እዚ እቲ ናተይ ጣሽሙ ነዚ ቪድዮ እዚ ዝረኣኹም ናብ ማህደር ናይ ኢንተርተይመንት ከም ድሌትኩም ጌርኩም ቆራሪጽኩም ዋላ ገለ ጌርኩም እንተኾነ ብምልእታ ተዘይኮነ ግን ቆራሪጽኩም ድዩ ገለ ጌርኩም ኣብጽሑሎም ነቶም ዲያኑ ክበጽሖም ከኣ ተስፋ ገብር ወድዓንኩም።